ኣብ ከተማ ኣስመራ ተባላሸን ዝጸንሓ ህዝባዊ ዓይኒ ምድሪ ንምዕራይ ስጉምቲ ክውሰድ ጀሚሩ፣ ሕጂ እውን ጸብጻብ ኣለና።
ኣብ ዝተፈላለየ ከባቢታት ከተማ ኣስመራ ዝርከባ ተበላሽየን ዝተዓጸዋ ህዝባዊ ዓይኒ ምድሪ ተጸጊነን ግቡእ ኣገልግሎት ንኽጅምራ ቅልጡፍ ግብራዊ ስጉምቲ ክውሰድ ምዃኑ ድሮውን ብምትሕባር ኩሎም መሻርኽቲ እቲ ስራሕ ተጀሚሩ ከምዘሎ ኣመሓዳሪ ዞባ ማእከል ኣቶ ካሕሳይ ገብርሂወት ገሊጹ። ኣቶ ካሕሳይ ምስ ኤሪና ኣብ ዝገበሮ ቃለ መሕተት፣ ምምሕዳር ዞባ ማእከል ካብ ክልተ ሽሕን ዓሰርተን ጀሚሩ ሓደስቲ ንምስራሕን ነተን ዝነበራ ንምጽጋንን መደብ ሒዙ ክንቀሳቐስ እኳ እንተጸንሐ ብዝተፈላለየ ምኽንያት ተደናጉዩ ምጽንሑ ጠቒሱ ሚንስትሪ ዜና ርእይቶ ህዝቢ ኣሰንዩ ጉድለታት ክእርም ዘቕረቦ መዘኻኸሪ ነቲ ስራሕ ሓይሊ ከም ዝወስኸሉ ኣረዲኡ። ቀልጢፍኩም
ደም ሓበሬታ ብምሃብኩም ንሕና ውን ተተባቢዕና ምኽንያቱ ከም መሻርኽቲ ኮይንና ስለ እንሰርሕ ናይ ሓባር ረብሓን ናይ ሓባር ኣረኣእያን ስለ ዝኾነ እቲ ዝቐረበ ሓሳባትኩም ርዱእን ከም ቅቡልን ወሲድና ንምእራሙ ከይወዓልና ከይሓደርናን ዝበሓይቱ ኩሎም ዝምልከቶም ኣካላት ማለት ኣብዚ መን እዮም ሓደ እቲ ትሕተ ቅርፂ ኣሎ ክፍሊ ማይ ኣሎ እተን ምሕዳራት ኣለዋ ካልኦት ኩሎም ዝምልከቶም በቢ ናቶም ኣብነት ከም በዓል ቱሪዝም ከም በዓል ጨንፈር ሚኒስትሪ ትምህርቲ ከም በዓል ምክትታል ምሕዳራት ሓለፍቲ ክልታት ኩሎም ኮታ ኣሎ ዝበሃል ዓቕሚ በቲ ቅርጡም መልክዑ ኣራኺብና እዚ ከምዚ ዘጋጠመስ ስለምንታይ እዩ? ስለምንታይ ክሳብ ክንድዚ ንህዝቢ ዘጸግም በጺሑ? ኣብ ዝብል ሕቶ ተመያይጥና ድሮ ሓደ ኣካል መዚዝና ብሞያዊ ዓይኒ ቴክኒክ ስራሕ ዘዝምልከቶም ኣዋፊርናዮም ኣለና። ኣቶ ካሕሳይ ኣስዒቡ፣ ብምውህሃድ ኩሎም መሻርኽቲ ማለት ጨናፍር ሚኒስትሪ ጥዕናን ትምህርትን፣ ትሕተ ቅርጺ፣ ኣሃዱ ጽሬትን ካልኦትን፣ እቲ መስርሕ ምዕራይ ኣብ ከባቢ ዕዳጋ እኽሊ ብእትርከብ ዓይኒ ምድሪ ተጀሚሩ ምህላዉ፣ ንኹሉ ድማ ተቖጻጸርቲ፣ መብራህቲ፣ ቀጽሪን ቀረብ ማይን ክማላኣሉ ምዃኑ ብምምልካት፣ ጽሬት ጸኒሕ ባህሊ ህዝቢ ኤርትራ ስለዝኾነ፣ ብቐንዱ ኮም ኣብ ምክንኻንን ሓላፍነት ወሲዱ ክከታተሎን ኣዘኻኺሩ። ከም ገዲ ፍታሕ ኮይኑ ዝስመዓና ከኣ እቲ ምምሕዳር ንኡሳን ዞባታት ኣብዚ ከተማ ዘሎ ሓላፍነት ወሲዱ ናብ ኮም ወሪዱ እቲ ንቕሓት ሓፍ እንዳበልካ ጎኒ ንጎኒ እቲ ዘድሊ ጽገናዊ ስራሓት ቀጻሊ እንዳ ኣማላእካ እቲ ኣብ ሓደ ህዝባዊ ሽቓቕ ክፍሉ ዘለዎ ናይ ግድን ንብሎ ከኣ ኣማሊእካ ንኣብነት ዋርድያ ክህሉ ኣለዎ ሓለዋ ማለት እዩ ሓጹር ክህልው ኣለዎ መከላኸሊ ማለት እዩ ብርሃን መብራህቲ ክህሉ ኣለዎ ናይ ለይቲ ዋርድያ ማለት እዩ እዚ ውን ማይ ዝኣክል ማይ ክህሉ ኣለዎ። እዚ ከኣ እቲ ጽርየት ማለት እዩ። ድሕሪኡ ተክኒካሊ እቶም ክፍሊ ማይን ክፍሊ ትሕተ ቅርጽን ዘድሊ ዝጎደሎ እንዳማልኡ ኣብ ንቡር ተመሊሱ ክቕጽል። ሓላፊ ጨንፈር ሚኒስትሪ ጥዕና ዞባ ማእከል ዶክተር ተስፋይ ሰሎሙን ብግዲኡ፣ ነተን ብሰንኪ ምብልሻው ዝተዓጸዋ ህዝባዊ ዓይኒ ምድሪ፣ ምስ ዝምልከቶም ኣካላት ዘይሮም ከም እተዓዘብወን ብምሕባር፣ ምጽጋነን ኣብ ምውሓስ ጥዕና ኣከባቢ ልዑል ኣስተዋጽኦ ክህልዎ ምዃኑ ጠቒሱ፣ ንሓዋሩ ንጽሬተን ብዝምልከት ግን ምምሕዳራት ከባቢ ሓላፍነት ክስከማ ተላብዩ። ምምሕዳር ኣብቲ ትሕቲ ቅርፂ ዝምልከት ድሮ ገለ ገለ ስርሓት ኣባጋጊሱ መሰረታዊ ዝኾነ ለውጢ ንምምፃእ ፅዕር ኣሎ። ኣብዚ ከም ውፅኢታዊ ክኸውን ኢልና ንኣምነሉ እንታይ እዩ? እዘን ህዝባዊ ዓይኒ ምድሪ፣ ምሕደራን ዝግበረለን እቲ ኮሚኒቲ እውን እቲ ተገልጋሊ ኮሚኒቲ ማለት እዩ ግቡኡ ኣልዒሉ ኣብቲ ምሕደራን ነዚኣተን ንምሕላውን ዝግበር ፃዕርታት እውን እጃሙ ከበርክት ከም ዘለዎ ኢና ገምጊምና ማለት እዩ። ኣመሓዳሪት ምምሕዳር ከባቢ ኣባሻውል ወይዘሮ ኣልጋነሽ ትኩእ ድማ ህዝቢ ኣብ ከባቢተን ዓይኒ ምድሪ ንዝረኣ ዘይሓላፍነታዊ ተግባራት ዓገብ ክብልን ክከናኸነንን ኣዘኻኺራ። ከባቢኻ ከይጠዓየ ከይጸረየ ክዳንካ ጸሪኻ ወጺእካ ኣብ ደገ ትርጉማሉ ይብለንዮ ብመገዲ ምኽንያቱ ከባቢና ክነጽሪ ኣለና ከነጽሪ ተኾይንና ከኣ እቲ ዝረኣ ኣብ ደገ ዘሎ ጸገማት ክንኣልዮ ባዕልና እቲ ህዝቢሲ ባዕልና ከነጽርን ክንካናኸኖን ነቲ ዘዘለና ብመጠኑ እቲ መንግስቲ ቀሪብልና ዘሎ ንሕና ከኣ ብመጠኑ ክንካናኸኖን ክንኣልዮን ከነፅርዮን ከም ደለና እያ ናይ ንምዕራይ ህዝባዊ ዓይኒ ምድሪ ብሃንቀውታ ክትፅበዩ ምፅንሖም ዝሓበሩ ኣቶ ዳኒኤል ክብሮምን ወይዘሮ ሃይማኖት ገብረኣብን ድማ ምምሕዳር ዞባ ማእከልን መሻርኽቱ ንምፅጋነን ንዝወሰዶ ቅልጡፍ ስጉምቲ መጒሶም።